ማህፀንኪ ንዛህራ ይወልድ ንስለታ ባንዴራ ትወድቕ ንቕሳነት ይወልድ ጎሮሮኣ ብንቑፁ ኣብቲ ድቕድቕ ድሎ ብድሎ ጎሮሮ ጸላኢኣ ትሓንቕ ንሽደን ይወልድ ንጸላእቱ ዘድንን ንዑስማን ይወልድ ብዝወፈሮ ሃገሩ ዝሕብን ካብ ማፀንኪ ዝውለድ ፍጥር ክብል ብፍቕሪ ሃገር እዩ ዝነድድ ማፀንኪ ዝወለደታ ማዕረ ሓዋ እናነጠረት ዝናብ ቅሳነት ተዝንብ ኣብ ማጋርያ ከም ዕፉን እናተጠብሰት ማፀንኪ ደኣ እሞ ዕድሚኣ ኸም ንጽፍሪ ኽብሪ ኸይሃበት ቀንጢባ ንሃገር ተወፊ ሰብ ክንሳ ስስዐ ዘይስዕራ

ጻዕዳ ነጠብጣብ ባንዴራ ሕብሪ ሰማይ ዝመስሎም ዝሰግድሉ ከም ፈጣሪ ኣምሊኾም ምሱል ምስላ እንከሎ ኣብ ነብሶም ኣብዛ ዓይኒ እታ ብሌን ጸላም ክንሳ እትርኢ ብሌኖም ክሒዶም ብጻዕዳ ክሪኡ ሃጢኖም ሽዑ ድማያ እታ ዋዕሮ ኮቦርኣ እናተጸልወ ጥረ ኣተኹ ኣተኹ እናበለታ ድሮ መርዓኣ ደሓን ኩኑ ጥሪ ኢላታ ኩሉ ድሕሪ ሃገር ኢላ ሕቑኣ ዝሃበታ ንስለ እዛ ሃገር ንስለ እዛ መሬት ወፊራ ወራር ምስ ተኣወጀ ክጉብቱ ንምድረ ባሕራ ድምፂ ኸበሮ እዝና እናሻዕ እናኳሕኩሖ ሃገር ከይቀሰነት ኣይተረኣያን ዝምድና ቅድሚ ሃገር ክትሰርዖ ብኸምኡ ኸኣያ ዝተቖፅረ ምርዓዓ ራሕሪሓ ሃገር ኮይኑዋ እምበር ድምፂ ኸበሮ ተሳጊራ ድምፂ ፅዋር ክትሰምዕ መዓስ ነይሩ ሕሪኣ ኣብ ጎኒ ወድኺ ደው ኢላ ጎኒ ደጀን ኩሉ ጻባ ፈቱ ኣይከም ወዲ ጤልን ኩሉ ባሕሪ ፈቱ ኣይከም ኤረትራውን ሽታ ባሕሪ ኣዝማ ከየሕምመካ ናይ ላመን ወደብ ናይ ላመን ባሕሪ ናይ መን ዋንነት በየናይ ስፍሪ
ዘይገንዘብካ ናትካ ከየስእነካ ዘይናቱ ዝደሊ ናቱዩ ዝስእን ክመጣጠር ክብል ናሽቱሽቱሽዩ ዝወጥቆ ከም ትምሱል ንስሱዕ ወይ ሓንቆ ወይ ወጥቆ ከምዚ ኢልና ምኽሪ ለጊስናሎም መሲልና ዝሰምዑ እዝኖም ኣቐሚጦም ምስ ኮኑ ሰሚዖም ዘይሰምዑ ኣይ መዓልቲ ኣይ ለይቲ ድሮ ፍረ ማህፀንኪ ምዃንና ዘንጊዖምና ኣብ ዝባንና ሓዚልና

ናብ ልምዓት ንዋደድ ባዴላና ኢልና ማፀንኪ ከምዚኡ ዝወልድ ኤረትራዊ ታደ ንስለዛ መሬት ኩሉ ይፈኹሰና ወላ እቲ ዝኸበደ ኤረትራዊ ታደ ማፀንኩ እኮ ገለ ኣለዎ ሕልፊ ካብ ከርስኺ ዝወፀ ይራባሕ እዩ ብዓሰርተ ዕፅፊ ሕጂ ግን በጥ በሊ ኤርትራዊት ወላዲት የዕርፊ ቀጥ ኣቢልና ሒዝናዮ ኢና ትዕርፊ ትዝብጻሕ ከኣ ተበጺሑዩ የለን ትርፊ ተጸሪጉዩ እቲ ኣብ ዓይንኺ ዝተፋሕ ሰበሰር ዓሻዩ ኩዓቲ መቓብር ተዘንጊዑ ኸም ዝቕበር ሳላኺ ማይ ኮይኑ ተሪፍዩ እቲ ሰርቢ ናይ ጥፍኣት ኣሰር ተቐሪቡ ኣሎ ስካላ ናብ በሪኽ ምዕባለ ይድይብ ኣሎ ትድይብ ኣላ ጽቡቕ ክሪኣ ሕጂ የዒንትኺ ይኳሓላ ኣዒንቲ ካልእ ክኖቑራ ኣዒንትኺ ቅጃሕጅሕ ይበላ እዛ መሬት ካብቲ ሰፈራ ካብቲ ሃብታም ምድራ ደበስ ሕሉፍክን ክትስለማ ኢኽን ኣዴታት ኤርትራ ዓወት ንሓፋሽ!